ኣብ ስደትሲ ልክዕ ከምዚ ሓፍትና ብኣሽሓት ዝቑጸራ ብጅግንነተን ብጥንካረእን ብዓርሰ እምነተን ዝኾነ ክተድንቐን ደሊኻ ንባዕሉሲ ቃላት ትስእነለን ደቂ ኣንስትዮ ከም ዘለዋ ሰለምታ ኣይረሳዕኹን። ፍትዋት ተኸታተልተይ እንኳዕ ብሰላም መጻኹም። ንሎም መዓልቲ ሒዘልኩም ዝመጻኹ መደብ ድማ መደብ ካባይ ተምሃሩ ዝብል ናይ ሓንቲ ጅግናን ጠንካራን ጓል ኣንስተይቲ ኣብ ኮሜንት ካባይ ይመሃራ ኢላ ዝጸሓፈትለይ ዛንታኣ ሒዘልክን መጽየ ኣለኹ። ንደቂ ኣንስትዮ ጥራሕ ዘይኮነን ደቂ ተባዕትዮ ንኩላትና ስደተኛታት መናእሰይ ክጠቅም ዝኽእል ዛንታ እዩ። ከምቲ ኩሉ ግዜ ብዙሕ ከም ትመሃርሉን ከም ትጥቀምሉን ተስፋ ይገብር። ናብዛ ናይ ዝሓፍትና ዛንታ ከብለኩም ላይክ ሼር ሳብስክራይብ ምግባር ኣይትረስዑ። ሰናይ ምክትታል። እዛ ናይ ዝሓፍትና ዛንታ ከምዚ እያ ትብል። ሰላም ኣብን ተኸታተልተን ኣቢተይ ከምዛ ብኣካል ዝፈልጠኪ ብጣዕሚ እየ ዝፈትወኪ በላሕ ጓል ኢኺ ናዓይ። ዛምበይተይ ኣብ ዝለዓለ ደረጃ በጺሕኺ ክርእየኪ ጸሎቶ እዩ ብጣዕሚ እየ ዘመስግን የቐኔለይ ዝሓፍተይ ኣነ እኳ ሃካ እየ ምጽሓፍ ግን እዛ ዛንታ ምስ ሰማዕኹ ክጽሕፍ ደልየ ኣቢተይ ኣነ ኣብ ስደት እየ ዘለኹ ከባቢ ሸውዓተ ዓመት ገይረ ኣለኹ ኣፍቃሪ ነይሩኒ ከም ሰብ ጎበዝ እዩ ኣብ ዓዲ ስራሕ ነይርዎ ኩናት ዓድና ምስ ተጀመረ ግን በረኻ ኣይከደን ናብ ስደት ኣሕዋቱ ኣምጽኤንኡ ንዒ ይብለኒ እሞ ኖኖ ይብሎ ንምንታይ ይብለኒ ኣቢተይ ንወለደይ ንባዕለይ ጠንኪረ ሰሪሐ ክልወጥ እየ ዝብል ተሪር መርገፂ እዩ ነይሩኒ። ስለ ዝኾነ ድማ ክኸይድ ኣይደልኹን። ካብ ክንደይ ግዜ ወጠጥ ይብለኒ እሞ ክርትም ኢለ ይኣብዮ። ካብኡ ኩነታት ዓድና ኲናት ጠጠው ምስ በለ ዓደይ ክኸይድ እየ። ስደት ከቢዱኒ ስርሐይ ክሰርሕ ዓደይ ይሐሸኒ ይብለኒ እሞ እሺ እንተሓሲብካሉ ደኣ ስደት ስደት እዩ ይብሎ። እሞ ንዒ ዋላ ገጽኪ ክርእየኪ ካልእ ምንም ይብለክን ይብለኒ ኣነ ብኣምላኽ ናትካ እንተኾይነ ክትረኽበኒ ኢኻ ናብ ዝኸዶ ይብለይን ኢለ ብኹርዩ ከይዱ ዓዱ ዓዱ ምስ ኣተወ ተደዋዊልና ከመይ ዓይነት ጓል ኢኺ ንስኺ ዘይትሰምዕ ጓልከ ኣላ ድያ ኢሉ ክንደይ ይዛረበኒ ዋላ ሸለል ክብሎ ይብል እሞ ስለ ዝፈትዎ እዩ ይመስለኒ በቱ ዝዛረበኒ ቃላት ጉድእ የብለኒ ኩሉ ገዲፍናዮ ደስ በሃልቲ ኮይና ድሕሪ ዓመት ዝኾን ወለደይ ተመርዖ እናበሉ ይርብሹኒ ኣለው ንዕይ ወለድኺ ኣፍቂደ ንመርዖ ኢሉኒ ዝተረፈኪ ዕላማኺ ባዕለይ ክሕግዘኪ እየ ይብለኒ ኣነለ ናተይ ዕላማ ብፃዕረይ ጠጠው ክብል እየ ዝደሊ ናይ ማንም ሰብ ሓገዝ ዘይደልን ሞራል ተስፋ ዝህበኒ ሰብ እየ ዝደሊ ይብሎ። ጭቕጭቕ የብለኒ። ኣይተፍቅረንን ማለት ድዩ ይብለኒ። ኣብ ቢተይ ሕልመይ ኩልፍ ከይብል እናፈራሕኹ እየ እምበር ስቕ ኢለ ብዘይ ምንም ምኽንያት እየ ኣፍቅር ዘብሎ ነይረ። ምስ ተወድኦ በሊ በቃ ኣነ ክምርዖ እየ ኢሉኒ። ናይ ብሓቀይ ቀኒኤ። ግን ኩሉ ንውሽጠይ ገይረ እሺ በቃ ተመርዖ ኢለዮ። እሺ ኢሉ ወርሒ ጸፊኡ ብናፍቆትን ብፍቅሩን ማይ ገዲፈ ደም ነቢዐ በቃ ህንን ኢለ ፈዛዝ ጓል ኮይነ ስርሐይ ቀዋሚ እዩ ሽዱሽተ ዓመት ገይረ ስርሑ እኳ ከይድኻ ኣይውዳእን ግን ተመስገን ምስተን ዕራብ ምርድዳእ ኣብየ ድሕሪ ወርሒ ደዊልለይ ናፊቀኪ ኣብ ልብኺ ዘለኒ ቦታ ትፈልጢ እሞ ሓሳብኪ እንተቐየርኪ ኢለ እየ እምበር ምኽኣል ኣብይኒ እዩ ቐንዩ ኢሉኒ። ኣነ ዝቕየር ሓሳብ የብለይን፣ ድልየተይን ዕላማይን ብትሕትና ነጊረዮ። በጃኻ ንዓይ ግደፈኒ ኣብ ሕልመይ ክነብር ይብሎ ሕማቕ ተዛሪቡኒ ዘይፈልጥ ዝነበረ እሞ ምቕንጫር ኪሎ ዓጽዩኒ ከይዱ። እንታይ እየ ዝገብሮ ዝመጸ ይምጻእ እምበር ዕላማይማ ክገድፍ ኣይብለይን ኢለ ስነይ ነኺሰ ሒዘ። ብድሕሪኡ ይድውለለይ። ስነ ስርዓት ጌርና ምድዋል ካብ ንገድፎ ነዊሕ ኮይኑ። ሓደ መዓልቲ ኣቲ ኣነኮ ስለ ዝበሃግኩኽን ስለ ዘፍቀርኩኽን ደኣ እምበር ደለይተይ ብዙሓት እየን ኢሉኒ። ሰብ ኮይኑ ደለይቲ ክህልውዎኮ ግድን እዩ ሓዱሽ ነገር ኣይኮነን ኢለ ስቕ ይብል። ንዓይ ክሽርሽረኒ ስርሐይ ኢሉ ሒዙ ካልኦት ጓላት ኣብ ቅድመይ የድንቕ ንዓይ ደለይቲ ከም ዘለውኻ ክተእምነኒ ዲሕ ኣይትበል ካብተን ደለይትኻ ደለይተይ ይበዝሑ ኢለዩ ቀስ ብቐስ ህልኽ ኣትሒዙኒ ብቻ ብዙሕ እዩ ምስ ክልተ መሓዙተይ ኣላልየዮ ስለ ዝነበርኩ የዕልሉ እዮም ነይሮም ደሓር ምስቲ ሓንቲ መሓዛይ ብዕላል ነልዕሎ እሞ ንስኻትክን ከም ቀደምክን ኮይንክን ኣዕልሉ ይብላ ንሳለ ብገርሃ ኣነስ ጸሊአዮ እየ ትብለኒ ዋይ እንታይ ገይሩኪ ኢለያ መሓዛኺ ባዕላ እያ ትደልየኒ ነይራ እምበር ኣይደልያን ነይረ ኢሉኒ ትብለኒ። እዛ ዘረባ ኣብ ልቢ እየ ሒዘያ፣ ግን ንዓኣ ከየሰክፋ ምእንቲ ኣትዮ ኣይኮነን። ምስኦም ዘየለኻ ምስኦም ከለኻ እኳ ሕማቕ እንድዮም ዝዛረቡ ኢለ ሸለል ከም ዝበልክዎ መሲለ ሓሊፈያ። ብሎክ ዓጽየዮ እየ። ሓደ ኣውደኣመት ነበረ እሞ እንኳዕ ኣብጽሐኪ ኢሉ ብዋትስኣፕ ጸሓፈለይ። ፕሮፋይሉ ናይ ባዕሉ ስለ ዝነበረ ወድያው እየ ፈሊጠዮ። ሪኤ ስቅ ይብል እሞ ኣሜን ኢልካ መልሲ እኮ ምስጋና ናይ ፈጣሪ እዩ ኢሉ ደጊሙ ጸሓፈለይ። እወ ግን ስለ ዘይፈለጥኩኻ እየ ኢለዮ። እንታይ ረሲዕክኒ ድዩ ኢሉኒ። ቀደሙለ ኣይፈልጠካን ነይረ ኢለ ብዙሕ ግዜ ደዊሉለይ ስቅ ኢለ ኩሉ ግደፍዮ እሞ ሓንቲ ግዜ ተቐበልኒ ምስ በለኒ እሺ ወይ እምቢ ኣይበልኩን ደዊሉለይ ተቐቢለዮ። ድሕሪ ሰላምታ በጃኺ ናብ ቀደምና ንመለስ ኣይ ተመርዕየ ኣይ ንዓኺ ሒዘ ካብ ኩሉ ተሪፈ ክምርዖ ፈቲነ ግን ናብ ልበይ ሰኣቲ ጓል ስኢነ ተጣዒሰ እየ ኢሉኒ ጥዑያት ከለና ናተይ ትብላ ጓልሲ ኣይደልየካን እንተኢላትካ ከመይ ጌርካ ተጻወሮ ይብለኒ ስለ ዝነበረ ትሕምም ምዃና ስለ ዝፈልጥ ነታ መሓዛይ ዝበላለ ኣይረሳዕኽዋን ነይረ ቃል ብቓላ ኣይደልየካን ኢለዮ ደንጊጹ እንታይ ዓቕሚ ኣጥሪኽስ ኣይደልየካን ኢልክኒ ይብለኒ እወ ኢለ ዓጽየዮ ወጽየ። ብድሕርዚ ኣብ ቢተይ ሰሙን ዝኾን ደጋጊሙ ይድውል። ጸጥ ኢለ። ብጽሑፍ ከርእየኪ እየ። ንዓኺ ተዘየንቢዐኪ ኢሉኒ። ዝገብር ነዲኡ ዘይነግር እዩ። ኣይትፈክር ከይቅድመካ ኢለዮ። እንታይ ኣዲኡ ከይገብር እዩ ኢለ ሸለል በልክዎ'ሞ ዝኾነ ትዝ በለኒ። ሓደ መዓልቲ ኣብ ፌስቡክ ንትፈትውዎ ሰብ እስኪ ታግ ጌርኩም ፍቅርኩም ግለፅሉ ዝብል ይረክብ እሞ ንሓወይ ታግ ጌረ ይፈትወካ እየ ይብሎ ንሱ ሪእዎ መን ደኣ እዩ ታግ ጌርክዮ ዘለኺ ኢሉኒ ሓወይ እዩ ኢለዩ ሓውኪ ድዩ ኢሉ ኣድ ኢልዎ ፍሬንድ መሊስሉ ፍሬንድ ኮይኖም ሓወይ ገርህ እዩ ክረክበካ ደልየ ኢሉ ሓደ ነገር ከይገብሮ ፈራሕኩ ንሓወይ ተጣቢበ ፌስቡኩ ክቅይሮ ከምዘለዎ ሓሰብኩ ምስ ነገርክዎ ንምንታይ እየ ዝቕይሮ እናበለ ንእማን ኣቢል ካልእ ምኽንያት ኣምጽኤ ፌስቡኩ ኣነ ኣብዚ ዓዲ ከፊተ ሰዲደሉ ስለ ዝነበርኩ በዚ ስልኪ ናይዚ ዓዲ ስለ ዝተኸፈተ ክዕጾ እዩ ካልእ ክፈት ብናይ ዓድና ስልኪ ጌርካ ይብሎ ተጋዳላይለ እዩ እሞ ሐዚ ብጾትካ ፍሬንድ ኣለውኻ ምስተዓጸወ ግን ኣይትረኽቦምን ስለዚ ካልእ ክፈት ይብሎ ንስኺ ዘይተምጽእዮ ኣይብልክን እናበለ ብኽንደይ እዝግዮ ቀይሩ ተመስገን ደጊም ኣበይ ከይረኽቦ ኢለም ሸለል ኢለዮ። ድሕሪ ኣዋርሕ ጽሒፉለይ እምበኣር ግብርኺ ተፈሊጡኪ ዝሓሰብክዎ ቀዲምክኒ ኢሉኒ። ንስኻ ጽቡቕ ጎነይ ብቻ ስለ ትፈልጥ ካባይ ዝሓየልካ ኮይኑ ይስምዐካ ነይሩ ግን ሰብ ግዲ ኮይነስ ማዕረ ጽቡቐይ ሕማቕለ ኣለኒ እዩ። ሕዚለ እንተቐጺልካ ከም ዘይተሸንፈኒ ፍለጥ ኢለ ቡሎክ ኢለዮ። ድሕሪ እዛ ቓል እዚኣ ዝኾነ ድሃይ ይኹን ኣድራሻ ይብለይ ህልኽ ስለ ዝነበረኒ ፍቕሩ ዝወጸለ እዩ ዝመስለኒ ነይሩ። ግን ስቕ ኢለ ይሓስቦ ነይረ። ምስ ግዜ ግን ጠቕሊለ ረሲዐዮ። ከም ቀደመይ ወለደይ ሓጊዘ፣ ኣሕዋተይ ኣሞርዕየ፣ ገዛየ ስሪሐ፣ ንእሽተይ ተሪፍዎ ክውድእ ኢለ ደቂ ዓደይ መተዓብይተይ ንፍቕሪ ይሓቱኒ። ግን ኖኖ እያ መልሰይ። ስለዚ ደቂ ሄዋናት ኣሕዋተይ እንታይ ክብለክን ደልየ እየ ኣይደልየክንን ዝበለክን ስለ ቃንዛኽን ንውሽጥኽን ጌርክን ካብ ሂወቱ ውጻሉ። ቃንዛ ፍቅሪ ሓዋያ እዩ ክብረትና ታሕቲ እንተወሪዱ ግን ከቢድ እዩ። ስለዚ ብዋጋ ክብረትናን ክብሪ ወለድናን ዕላማናን ኣይንደራደር ፈጣሪ ክፈጥረና ዘይጸገሞ መጻምድና ክህበና ኣይጽገሞን እሞ ኣጆኽን። ይፈትወክን እየ ንኣቢ ቴለ ሓዊሱ ኣነ ሓፍትኽን ስደትና ኣሕጺሩ ከዓ ከም ልብና ይሃበና ሰሰናዩ ዝብል እዩ ኣሜን ዝሓፍተይ ንኹላትና ብጣዕሚ ደስ እናበለኒ ሰሚዐ ዝወዳእኽዎ ዛንታ እዩ ማለት ኣብዚ ቻናል ሲ ብጣዕሚ ብዙሓት ጀጋኑ ብዙሓት ጠንካራታት ዝኾነ በቃ ሰሚዕኻስ ክተድንቐን ደሊኻሲ ቃላት ትስእነሉ ጥንካረ ቃላት ትስእነሉ ጽንዓት፣ ቃላት ትስእነሉ ጥበብ፣ ልቦና፣ ሓደ ሓደ ግዜስ ከምዚ ከምዚ ገይረ ከምዚ ዓይነት ሜላ ተጠቒመ ክብላኒ ከለዋ ዋላ ደው ኢለንሲ ከመይ ገይሩ መጺእልኪ ከመይ ገይርኪ ሓሲብክዮ ኢለ ማለት ደቂ ኣንስትዮሲ እንድሕር ደኣ ውህብተና ጸጋና እንድሕር ደኣ ተጠቒምናሉሲ ብዙሕ ነገር ክንቅይር ንኽእል፣ ብዙሕ ነገር ማለት ክነእምን ንኽእል፣ ክንጣበብ ንኽእል፣ ብዙሕ ነገር በቃ ዝኾነ ክንሰርሕን ክንቅይርን ንኽእል ፍልይ ዝበለ ጸጋ ከም ዘለናሲ ይርእይን ይሰምዕን እየ። ስለዚ እቲ ናትና ጸጋ፣ እቲ ናትና ውህበት በቃ ብግቡእ ዝጥቀማሉ ደቂ ኣንስትዮ ከም ዘለዋ ድማ ብፍላይ ዩቱብ ቻናል ካብ ዝኸፍትሲ ብጣዕሚ ናይ ብዙሓት ጀጋኑ ጥንካረን ጽንዓትን ብፍላይ ኣብ ስደት ዘለዋ መርኣያ ስደተኛታት ማለት ስደተኛ ጓል እንታይ ከም ዝኾነት ስደተኛ ጓልሲ መን ከም ዝኾነት ልክዕ ከምቲ ኣብ መእተዊ ዝሰማዕኽዎ ምስክር ክኾና ዝኽእላ ብጽንዓተን፣ ብጅግንነተን፣ ብቖራጽነተን፣ ብንዕላመኣን ዘለወን ተወፋይነት በቃ ክዝመረለን ክጸሓፈለን ዝግባኣ ክምስከረለን ዝግባኣ ብኣሽሓት ዝቑጸራ ጀጋኑ ደቂ ኣንስትዮ ከም ዘለዋ ኣነ ንባዕለይ እዚ ዩቱብ ቻናል ካብ ዝጅምር ዝረኣኽዎ ነገር እዩ ማለት እዩ። ስለዚ ኣነ ከም ኣነ ካብዛ ዛንታኣ ብዙሕ ተማሂረ ብዙሕ እየ ተደኒቀ ኣተሓሳስባኣ ጥበባ ኣቀዲማ እቲ ወዲ ዝሓሰቦ ንባዕሉሲ ንሳ ኣቀዲማ ምሕሳባስ እንድዒ ማዕረ ክንደይ እያ በላሕ ብጣዕሚ እየ ተደኒቀ ማለት እዩ ስለዚ ኣነ ብጣዕሚ እየ ኣድኒቀኪ ብዙሕ እውን ተማሂረሉን ተጠቂመሉን እየ ሕጂ እውን ከም ዘለኽዮ ቀፅሊ እየ ዝብለኪ ንሎማዓልቲ ዝነበረትና ፃንሒት እዚኣ እያ ትመስል ኣብ ቀፃሊ ቪድዮ ክስካዕ ንራኸብ ሰሰናዩ ንዓኹም ባይ ባይ